ሰላም ከመይ ትቐንዩ ክቡራት ተኸታተልቲ መደብና ሎሚ ድማ ከምቲ መቐፀልታ ወይ እውን ካብቲ ቀንዲ ዕላማታት ናይ ኤሪፕኮ ሒዞ ዘሎ መደባት ምስ ሌላ ወይ ድማ ዕላል ምስ ኣብ ዲያስፖራ ናይ ላዕለዋይ ደረጃ ትምህርቲ ናይ ምቕፃል ደረጃ ዝርከቡ ተምሃሮ ዕላል ክንገብር ኢና ቅድም ምስ ነብሰይ ከላለየኩም ኣነ ዩኤል ሃይለ ይበሃል ኣብ ሃገረ ጀርመን ኣብ ከተማ ፍራንክፈርት ድማ ናይ ትምህርቲ ማስተርስ ኣብ ምቕጻል ይርከብ፣ ኣብ ራብዓይ ሴሚስተር ማለት እዩ፣ ብኢንተርዲስፕሊናሪ ኒውሮሳይንስ ኤንድ ኒውሮፋርማኮሎጂ ማለት እዩ። ናይ ሎሚ ጋሻና ሊድያ ትበሃል፣ ኣብ ሃገረ ኣሜሪካ ድማ ናይ ፒኤችዲ ትምህርቲ ኣብ ምቕጻል ትርከብ። ብሓፈሻ ብዝበለጸ ምስ ነብሳ ከተላለየናያ ሊድያ፣ እስከ ምስ ነብስኺ ምስ ተዓዘብቲ ኣላልዮም።
የቀንየለይ ዮኤል ነዚ ዕድል ስለ ዝሃብካኒ ገለ ካብቲ ናተይ ኤክስፔሪየንስ ነቶም ብሕጂን ላዕለዋይ ደረጃ ዝቕፅሉን ክቕፅሉ ዝሓስቡ ዘለውን ገለ ካብቲ ናተይ ኤክስፔሪየንስ ንኸካፍል ዕድል ስለ ዝሃብካኒ ድማ ብጣዕሚ የመስግነካ ከም ዝበልካዮ ሽመይ ሊደ ሓጎስ እዩ ኣብ ኣስመራ ተወሊደ ከዓ ዓበ ኣብ ክልተ ሽሕን ዓሰርተ ሓደን ምስ ዕስራን ሓሙሽተን ዙር ናብ ሳዋ ወሪደ ኣብ ክልተ ሽሕን ዓሰርተ ክልተን ድማ ኣብ ኮሌጅ ጥዕና ብፋርማሲ ጀሚረ ቀዳማይ ዓመት ኮመን ኮይኑ ካልኣይ ዓመት ኣብ ፋርማሲ ጀሚረ ኣብ ክልተ ሽሕን ዓሰርተ ሸውዓተን ወዲኤ ኣብ ክልተ ሽሕን ዓሰርተ ሸሞንተን ድማ ተመሪቐ ሽዑ ኣብ ክልተ ሽሕን ዓሰርተ ትሽዓተን ድማ ካብ ኤርትራ ወፅኤ ንላዕለዋይ ደረጃ እቲ ናይ ትምህርተይ ንክቕፅል ሕጂ ድማ ኣብ ሕቡራት መንግስታት ኣሜሪካ ብፒኤችዲ ፋርማስቲካል ሳይንስ እቕፅል ኣለኹ ቀዳማይ ዓመት ድማ ሕጂ ክውድእ ቀሪበ ኣለኹ
ኦኬ ብጣዕሚ ፅቡቕ ሊድያ ኦኬ ማለት ሓፈሻዊ እኮ ገሊፅ ክሎም ይኸይድ ናትኪ ናይ ትምህርቲ ባክግራውንድ ከመይ ይመስል ግን ስፍሕ ዝበለ ተዓዘብቲ ወይ እውን እቶም ናትና ሰማዕቲ ስፍሕ ዝበለ ሓበሬታን መታን ክህልዎም እቲ ናትኪ ኤዱኬሽናል ባክግራውንድ ካብ ኣብ ኣስመራ ዝነበረ ማለት እዩ ከመይ ይመስል እዩ?
ትምህርቲ ኣብ ገዛና ብሓፈሻ ኣገዳሲ እዩ ነይሩ በዓል ነጥቢ ከተምፅእ ኣለካ ፅቡቕ ትመሃር ኣለካ ብስድራይ ኩሎም ኣሕዋተይ እውን ማለት እዩ ሕጂ ኣብ ካብ ኤለመንታሪ ትሒዘ ብፅቡቕ ክመሃር ወይ ብፅቡቕ ድማ ላዕሊ ብፅቡቕ ነጥቢ ክቕፅል ይፍትን ነይረ ሃይ ስኩል ኣብ ሰማዕታት ተማሂረ ቅድሚ ሓርበኛታት ነይረ ሃይ ስኩል ኣብ ሰማዕታት ድሓር ድማ ኣብ ፋርማሲ ኣብ ኮሌጅ ጥዕና ከዓ ኣብ ፋርማሲ ተማሂረ ማለት እዩ
ኦኬ ጽቡቕ ሊድያ ማለት ቀዳማይ ዲግሪ ምስ ወዳኪ ሰብ ነናቱ መደባት ኣውፅእ ገሊኡ ኣብ ስራሕ ዓለም ክኣቱ መደብ ኣውፅእ ገሊኡ እውን ላዕለዋይ ደረጃ ናይ ምቕፃል ዕላማ ይገብር እሞ እቲ ቀንዲ ንዓኺ ላይ ላዕለዋይ ደረጃ ትምህርቲ ማስተርስ ወይ ዝበልክዮ ፒኤችዲ ንክትቅፅሊ ካብቲ ቀንዲ ረቋሒ ዝነበረ ሲ እንታይ ነይሩ ትብሊ?
ባችለርስ ምስ ወዳእኻ ወይ ኣንደርግራድ ምስ ወዳእኻ እንድሕር ናይ ትምህርቲ ኻ ፅቡቕ ድሌት እንድሕር ኣለካ ኮይኑ ዳርጋ ኩሉ ተምሃራይ ንላዕለዋይ ድርጅ ናብቲ ዝለዓለ ደረጃ ክበፅሕን ድሌት ዘለዎ ኮይኑ ይስማዓኒ ብናተይ ክሪኦ ከለኹ ግን ገለ ካብ ኣሕዋተይ ካብ ኣንደርግራድ ናብ ፖስት ግራድ ትምህርቲ ኣብ ኣሜሪካ ዝቐጸሉ ስለ ዝነበሩኒ ኣብ ምንታይ ደረጃ እውን ስለ ዘብፅሖም ክርኢ ስለ ዝኸኣልኩ ሶ ብናቶም ኢንስፓየር ኮይነ ዶ ክብል ብናቶም ሂወትን ብናቶም ደረጃ ትምህርቲ እንተደሪኸ ትምህርቲ ከም ዝቕፅል ኩሉ ግዜ ይፈልጥ ነይረ ክቕፅል ጥራሕ ዘይኮኑ ከምዚ ክውን ከም ዝኸውን ኣይዶኖ ሳምሃው ርግፀኛ ክኸውን ነይረ ምክንያቱ ከማኻ ዝመሰለ ሰብ ጥራሕ ዘይኮነስ ናትካ ቀረባኻ ከምኡ ዓይነት በፂሑ ክትርኢ ከለካ እቲ እቲ ሕልሚ ወይ እቲ ድሌት ከም ክውን ኢኻ ትሪኦ ሕጂ ክቕፅል ከም ዝኾንኩስ ኩሉ ግዜ ይፈልጥ ነይረ
ኦኬ ሕጂ ማለት ንዓኺ ቁርብተይ ካብቲ ናትኪ ሞቲቬት ዝገበረኪ እቲ ናይ ከም ዝበልክዮ ናይ ኣሕዋትኪ ታሽሙንዲ ግን ብሓፈሻ ኸ እንታይ ትብሊ ማለት ከምዚ ብዙሕ ሰብ ከምኡ ዘይብሉ ኣሕዋት ኣብ ታሽሙ ገለ ክህሉ ክእል ኸውን ግን እንታይ ዓይነት ሞቲቬሽናል ነገራት ኣሎ ደተባብዐካ ካብ ውሽጥኻ ዝብገስ ኣሳይድ ናይቲ ናይ የሕዋትካ ብሓፈሻ ጀነራላይዝ ከይገበርና ማለት እየ ሲ ከመይ እንታይ ዓይነት ሞቲቬሽን ኣሎ ትብሊ ካብ ባችለር ወዲእካ ናብ ማስተርስ ናብ ፒኤች ናይ ምቕፃል ዝበለፀ ስራሕ ንምርካብ ዶ ትብሊ ወይ ነት ናትካ ፉልፊልመንት ንምምላእ ዶ ትብሊ እንታይ እቲ ኣገዳሲ ረቋ ኮይኑ ስምዐኪ ካብ ናትኪ ውሽጣዊ ተበጊሱ ማለት እዩ ኣሳይድ ነቲ ናይ የሕዋትኪ ዝነበረ ምትብባዕ ማለት እዩ ጥሩ ሕቶ እዩ ከምዚ ሮል ሞዴልስ ኣገዳሲ ኮይኑ ስማዕን መጀመርታ ከምዚ ገለ ልዕሌኻ ዘሎ ሰብሲ ገለ ከም ሮል ሞዴል ወይ ከም ኢንስፓየር ዝገብረካ ሰብ ልዕሌኻ ክህሉ ከሎ ከምቲ ሰብቲ ኣነስ ክበጽሕ ሲ ምደለኹ ትብል ኣይ ቲንክ ብኸምኡ ዝጅምር ኮይኑ ዝስምዓኒ ኣትሊስት ካብ ናተይ ኤክስፒሪየንስ ሽዑ ከዓ በብቑሩብ ከዓ ክትፈትሖ ኣብቲ ኮሚኒቲኻ ድዩ ኣብቲ ትሪኦ ኣከባቢኻ ክትፈትሖ ትደሊ ፀገማት ናይ ጥዕና ድዩ ናይ መድሃኒት ድዩ ንዓይ እንታይ ዓይነት ፕሮግራም ፐርሱ ክገብር ከም ዝኽእል ድሒሩ እዩ ጥዑይ ገይሩ ነጺሩለይ። ከማን ምስ ተመረቕኩ ተመሪቐ ኣብቲ ናይ ምረቓ ዝነበርኩሉ ግዜሲ ቮለንቲር ሪሰርች ገለ ክገብር ብዙሕ ምስ ጀመርኩ ኣብ ምንታይ ስፔሲፊካሊ ኣብ ምንታይ ኣብቲ ሃየር ኤዱኬሽንስ ኣብ ምንታይ ክመሃር ደልይሲ ሽዑ እዩ ነፂሩለይ እሱ ከዓ ካብቲ ኣብቲ ከባቢየይን ኣብ ሃገርናን ዝነበረ ፀገማት ኣሎ ኢለ ዝሓሰብክዎ እሞ ኦኬ እዚስ ጋፕ ኣለዎ እሞ ኣብዚስ ኣነ ነብሰይሲ ኣብዚ ጋፕ እዚ ከእትዋ ምደለኹ እሞ ሽዑ ነቲ ጋፕ ከዓ ንኸተፅብቦ ማለት እዩ ሕጂ እዚ እዚ እዚ ከምዚ ዓይነት ሪያላይዜሽን መገሊኦም ሰባት ኣቐዲሙ ክመፀሎም ይኽእል ይኸውን ንዓይ ከኣ ድሒሩ ማሲ እቲ ኣንደርግራድ ምስ ወዳእኩ ወይ ኣብ ምውዳእ ከለኹ ዝነጸረለይ ኣትሊስት እንታይ ዓይነት ፕሮግራም ፐርሱ ክገብር ከም ዝደሊ ግን እቲ ሃየር ኤዱኬሽን ኣብ ኣብ ኣይዶኖ ማሲ ንምንታይ ኣብኡ ትበጽሕ ትደሊ ርግጸኛ ኣይዶኖ ኣት ዳት ታይም ማለት እዩ ግን ሲ ዩኖ ኢንስፓየር ገብሩካ ሮል ሞዴልስ ኣለካ ኩሉ ሰብ ሮል ሞዴል ኣለዎ ኣሕዋትካ ግድን ኣይኮኑ እንቲኦም ሮል ሞዴልስ ናትካ ዘይትፈልጦ ሰብ እውን ሮል ሞዴል ናትካ ክኸውን ይኽእል እዩ ሕጂ ብከምኡ ተደሪኸስ ላዕለዋይ ደረጃ ክበፅሕ ከም ዝደሊ ይፈልጥ ነይረ ኦኬ
ብጣዕሚ ብጣዕሚ ፅቡቅ ሊድያ ሕጂ ሓንቲ ሕቶ ኣላትኒ ንሱ ድማ እቲ ፕሮሰስ ኦፍ ናይ ኣፕሊኬሽን ናብቲ ዩኒቨርሲቲ ኣፕላይ ምግባር ከመይ ይመስል ሕጂ ኣብዚኤን ኣብ ሰለስተ መቂለየን ኣለኹ ተዓዳመይቲ ነታ ሕጂ ትመሃርላ ዘለኺ ዩኒቨርሲቲ ብኸመይ ረኺብክያ ማለት ካብ ሰብ ሪኮመንድ ገይርኪ ድዩ ወይስ ባዕልኻ ኣብ ኢንተርነት ሰርች ገይርኪ ዝረኸብክያ ድዩ ካልኣይ እቲ ናቶም ሪኳርመንት እንታይ ነይሩ ማለት ተመሳሳሊ ክኸውን ይኽእል እዩ እቶም ዩኒቨርስቲ ሓትዎ ሪኳርመንትስ ሳልሳይ ድማ ከም ናሱ ሓቢርና ዳሕራይ ንገልጻ ንኸውን እቲ ኤስኦፒ ዝበሃል ወይ ድማ ስቴትመንት ኦፍ ፐርፐስ ወይ ድማ ሌተር ኦፍ ሞቲቬሽን ዝበሃል ድማ ክሳብ ክንደይ ገዳስነት ኣለዎ ወይ እውን እቲ ኣፀሓሕፋ ጥበብ ዝተጠቀምክሉ እንታይ ይመስል እንዲ ነይሩ ሕጂ በታ ቀዳመይቲ ክንቅፅል እታ ዩኒቨርሲቲ ብኸመይ ረኺብክያ
መጀመርታ ኣፕላይ ክገብር ከለኹ ናብ ብዙሓት ዩኒቨርሲቲ ኣፕላይ ገይረ ናብ ናብ ኣሜሪካ ናብ ኣውስትራልያ ናብ ብዙሓት ከማን ኮንስቲኬትሊ ማለት ኣብ ክልተሽን ዓሰርተ ሸሞንተን ኣፕላይ ይገብር ነይረ ሸ ኣብ ክልተሽን ዓሰርተ ትሽዓተ እውን ኣፕላይ ክገብር ቀፂለ ስለዝኾነ ፀዋዕትን ዩኒቨርስቲ ስለዘይነበረት ማለት ሕጂ ስፐሲፊካሊ እዛ ዩኒቨርስቲ እዚኣ ከማን ክልተ ግዜ ኣፕላይ ገይረ ኣብ ክልተሽን ዓሰርተ ሸሞንተን ኣፕላይ ገይረ ኣብ ክልተሽን ዓሰርተ ትሽዓተን ከ ኣፕላይ ገይረ ዩኒቨርሲቲ ኦፍ ተነሲ ኣሕዋተይ ገለ ካብ ኣሕዋተይ ኣብዚ ስተይት ይቕመጣ እየን ሕጂ ኣብቲ ጥቓ ስድራይ ዘለዎ ዩኒቨርሲታት ይደሊ ነይረ ካብ ኣሕዋተይ ከዓ ዩኒቨርሲቲ ተነሲ ብጥቓና ኣላ ከምዚ ከዓ ይደሊ ነይረ ግን ትናቶም ከዓ ከምኡ ኦኬ ዩኒቨርሲቲ ተነሲ ከዓ ኣላ ገለገለስ ይደሊ ከምኡ ኢለስ ይደሊ ነይረ ግን ኣዝ ጀነራሊ ዋይድሊ ላይክ ብዙሓት ዩኒቨርሲቲታት እየ ኣፕላይ ገይረ እዛ ዩኒቨርሲቲ ኦፍ ተነሲ ኣፕሊኬሽን ፍሪ እያ ነይራ ሶ ዩዥዋሊ ኣዘ ን ኤክስትራስ ኣይ ዋዝ ኣፕላይን ከምዚ ሪስክ ዝወስዶ ስለ ነገር ስለ ዘይነበረኒ ሶ ክልተ ዩኒቨርሲቲ መሊሰናለይ ሽዑ ኣብ ክልተ ሽሕን ዓሰርተ ትሽዓተን ዩኒቨርሲቲ ኦፍ ተነሲን ኣብ ኣውስትራልያ ከዓ ሞናሽ ዩኒቨርሲቲ ትበሃል ኢንፋክት ናብ ሞናሽ ዩኒቨርሲቲ ፎር ፈርስት ታይም እየ ኣፕላይ ገይረ ነይረ ሽዑ ኣይ ቲንክ ዘ ሪዝን ኩሉ ግዜ ኢለ ዝሓስቦ ኮርስ ብዙሕ ምክንያታት ክህልዎ ኣብ ክልተ ሽሕን ዓሰርተ ሸሞንተን ክሎስ ቱ ዴድላይን እየ ኩሉ ግዜ ኣፕላይ ዝገብረ ነይረ ሓንቲ ኣብኡ ከለኹ ከም መዘከርታ ንተምሃሮ ክነግር ዝደሊ ማለት እዩ ኣብ ክልተ ሽሕን ዓሰርተ ትሽዓተን ከም መደብ ብጣዕሚ ግዜ ነዊሕ ከለኒ ገና እቲ ዴድላይን ሲ ገና ፅቡቅ ገይሩ ከይኣኸለ ከሎ ኣቐዲመ ኣፕላይ ገይረ ሶ ኣብ ክልተ ሽሕን ሽሞንተን ክልተ ሽሕን ዓሰርተ ትሽዓተን ኣፕላይ ገይረ ክልተ ሽሕን ዓሰርተ ትሽዓተን ከዓ ክልተ ዩኒቨርሲቲ ተመሊሰናል ማለት እቲ ሪኳየርመንት ጂኣርኢ ቶፍል ኣሎ ስፔሻል ናይ ኣሜሪካ ተኮይኑ እቲ ጂኣር እዩ ኩሉ ግዜ ኣሎ ገለገለ ዩኒቨርሲታት ጂኣር እዩ ኣይሓታን እዩ ገለገለ ሰባት እውን ጂኣር እዩ ዘይሓታ ስለ ዘለዋ ኢሎም ከም ኣማራፂ ክገድፎ ክእል እዩ ማሲ ኣብቲ ሰብ እዩ ኣብቲ ናትካ ድሌታት እዩ ዝምርኮስ ግን ጂኣር እንድሕር ወሲድካ እቲ ናትካ ኣማራፂታት ጥዑይ ገይሩ የግፍሖ ክእል ማለት እዩ ሶ ጂኣሪ ቶፍል እቲ ትራንስክሪፕትካ እቲ ነጥብካ ኣሎ ከም ዝበልካዮ ኤስኦፒ ኣሎ ድሒርና ክንመፆ ኢና ሓንቲ ኣገዳሲ ኮይና ዝረኸብኩዋ ግን ሪሰርች ን ሪሰርች ኤክስፒሪንስ ማለት እዩ ክሳዕ ክንደይ ኣገዳሲ ኣገዳሲ ምዃኑ ይርዳእኒ ነይሩ ግን ክሳዕ ክንደይ ኣገዳስነቱ ሕጂ ኣብቲ ኣብቲ ትምህርቲ ምስ ኣተኹ ሞር ተረዲኡኒ ምበልኩ ግን እቲኦም ስፔሻሊ ናይ ፒኤችዲ ፕሮግራም ኣይ ዶንት ኖ ናይ ማስተርስ ሜቢ ንስኻ ነግረና ትኸውን ይዒድ ግን ኣብዚ ናይ ፒኤችዲ ፕሮግራም ክርኢ ከለኹ እቶም ሱፐርቫይዘርስ ወይ እቲ ፒኣይ ዝበሃል ፕሪንሲፓል ኢንቨስቲጌተር እቲ ሪሰርች ናይቲ ተምሃራይ እዩ ዝርኢ እቲ ካንዲደትስ ክመርፅ ከሎ of course በቲ ኩሉ you know requirements ሓሊፍካ ኦኬ እዚ potential candidate ኢልካ ክትቀርብ ትኽእል ኢኻ እቲ PI ምስዚ ተምሃራይ እዚ ክሰርሕ ኣይደልን እየ እንድሕር ኢሉ ግን ኣይትፅዋዕን ኢኻ ወይ ኣብ ኢንተርቪው እውን ኣይትቐርብን ኢኻ እቲ ፕሪንሲፓል ኢንቨስቲጌተር ወይ እቲ ፕሮፌሰር እታ ናይ መወዳእታ ደሲዥን ዝገብራ ሶ ሪሰርች ክትገብር ክትገብር ጥራሕ ዘይኮንካ ፓብሊሽ ክትገብር ምክንያቱ ዳስ ደ ኦንሊ ወይ ዘይ ክን ቨሪፋይ እንታይ ዓይነት ስራሕ ሰሪሕካ ሕጂ ሪሰርች ኣገዳሲ ኮይኑ ረኪበዮ ሪሰርች ክገብር ከለኹ ኣነ ኣብ ፋርማኮቪጂለንስ ፎር ዘ ፈርስት ታይም ሰፊሕ ዝኾነ ሪሰርች ከመይ ጌርካ እውን ከም ትገብር ተማሂረ ሙልጌታ ርእሶም ሓላፊ ናይ ፋርማኮቭጅላንስ ኦፊስ ኩሉ ውን ቶም ቶም ኦፊስ በዚ ኣጋጣሚ እዚ ከማን ክመስግኖ ደሊ ከም መንቶረይ ኮይኑ ንዓይን ንካልኦት ተምሃሮን ብሰፊሕ ሪሰርች ከመይ ትመስል ኣሎ ከመይ ጌርካ ፓብሊሽ ትገብር ናበይ ናይ ጆርናላት ነቲ ቤዝ ኣብቲ ኣርእስትኻ ነቲ ሪሰርች ትገብሮ ዘለኻ ናበይ ናይ ጆርናላት ሲክ ጌርካ ፓብሊሽ ትገብር ኩሉ እሱ ስተፕ ባይ ስተፕ ወላውን ኣብቲ ኤቭሪ ፖይንት ሲ እሱ እዩ መሪሑኒ ማለት እዩ ምስ ካልኢተይ ኮይና ድማ ነቲኣ ናይ ሲኒየር ፔፐርና ዝነበረት ሳይንቲፊክ ፔፐር ፓብሊሽ ክንገብራ ክኢልና ብፅርሑ ሞኻ ማለት ብነፃ ብነጻ ፓብሊሽ ክትገብር ከም ትኽእል ኣይፈልጥን እየ ነይረ፣ ግን ኣብ ሳልሳይ ዓለም እንድሕር ኰንካ ገለ ገለ ጆርናላት ኦፕሽን ኣለወን ብነጻ ፓብሊሽ ንኽትገብራ፣ እዚ ኸኣ ሓደ ካብቲ ሙልጌታ ርእሶም ዝነገረኒ እዩ። ኢንፋክት ኣፕሪል ሸሞንተ ሚያዝያ ሸሞንተ ከመይ ጌርካ ሪሰርች ትገብርን ፓብሊሽ ትገብርን ዌቢናር ኣለዎ መስለን ንርኢ ኣለኹ ኣጋጣሚ ዝኽእል ሰባት ክሪእዎ የተባብዖ ምክንያቱ ብጣዕሚ ሓጋዚ ክኸውን እዩ ርግፅ ሶ ሪሰርች ፔፐር ኣገዳሲ እዩ ፓብሊሽ ምግባር ኣገዳሲ እዩ ኤስኦፒ ከምቲ ዝበልካዮ ክሳዕ ክንደይ ወሳኒታታ ኤስኦፒ ኣነ ብዙሕ ክስታይ ኣገዳስነት ከም ዘለዋ ርግፀኛ እዩ ግን ዩኤል ንስኻ ነቲ ናት ናይ ናይ ኤስኦፒ ኤክስፒሪንስ ሞር ክትነግረና ኢኻ ምክንያቱ ከምኡ ዓይነት ኤክስፒሪንስ ስለ ዘለካ ኤስኦፒ ኣነ ግን ክፅሕፍ ከለኹ ፍሉይ ስቶሪ ክነግር ፍትን ነረ ካብቲኦም ካንዲዴት ሲ ፍልይ ዘብለ ንክዝክሩኒ ምእንታ ማሲ ከምኡ እዩ ዝብለካ ናይ ዝኾነ ኤስኦፒ ከመይ ገይረ ክፅሕፍ ከለካ ተንብብ ከለካ ፍሉይ ይኩን ካብቶም ካድደት ነብስካ ውፃኢ ናትካ ስቶሪ ንገር ገለ ሕጂ ከምኡ ፍትን ነረ ከመይ ገይረ ንምንታይ ናብ ፋርማሲ ኣቴ ኖ ትራዲሽናል ሜዲሲን ናይ ኤርትራ እሱታት እዩ ኣጀሚሩኒ ናብ ፋርማሲ ኢንትረስት ንክሕድር ማለት እዩ ስለዚ ሰኣንግል ወሲደ ፍሉይ ፍሉይ ስቶሪ ክነግር ፍትን ነይረ ካልእ ዝገብሮ ዝነበርኩ ከም ኤርትራውያን ስክፍታ ኣለና እቲ ስክፍታ ከዓ ብዛዕባ ነብስኻ ኣልዒልካ ወይ ንነብስኻ ምንኣድሲ ኦልሞስት ጌጋ ከም ጌጋ ነገር ንቆፅሮ ኢና ፅቡቅ ነገር ክኸውን ይኽእል እዩ እቲ ሂሚሊቲ ሕማቕ ሕማቕ ከም ሕማቕ ባህሊ ኣይሪኦን እየ ግን ሓደ ሓደ ግዜ ኣሎ ንነብስኻ ናትካ ቫልዩ ሲ ጥዑይ ጌርካ ንክትነግሮም ከምኡ እውን ኤክስፔክት ስለ ዝገብሩ ምክንያቱ እቲ ሓደ ካንዲዴት ከምኡ እዩ ዝገብር ዘሎ እስኻ ግን እሱ እቲ ሓደ ካንዲዴት ነታ ዝገበራ ንድሕር ኤግዛጅሬት ገይሩ እንዳ ነገራ ከሎ እስኻ ከዓ ነታ ዝገበርካያ ወይ ከምዚ ብዙሕ ኣይገበርኩን ኢልካ ንድሕር ተንእሽ ኣለኻ ንስኻ ኢኻ ኣብ ዲስኣድቫንቴጅ ዘለኻ ስለዚ ነቲ ክትገብሮ ትኽእልን ነቲ ክትመልኦ ትኽእል ጋፕን ኣፀቢቕካ ንነብስኻ ኣልዒልካ ክትፅሕፍ ብዘይ በኣኻ እውን ሲ ገለ ሉዝ ትገብሮ ከም ዘሎ ዩኒቨርሲቲን ወይ እቲ ፕሮፌሰርን ክትነግሮም ፅቡቅ ሓሳብ ኮይኑ ስማዓኒ ከምኡ እውን ገይረ ኣነ ካልእ ኩሉ ኤስኦል ክፅሕፍ ከለኹ ናብ ብዙሓት ዩኒቨርሲቲ ኣፕላይ ከም ዝገበርኩ ነጊረካ ነይረ ልክዕ ናብቲ ዩኒቨርሲቲ ናብታ ስፔሲፊካል ዩኒቨርሲቲ ይቕይሮ ነይረ እቲ ኤዲት ገብሮ ነይረ እቲ ሜጀር ስቶሪ እቲ ቦዲ ፓርት ሓደ ክኸውን ይኽእል እዩ ግን ምስ ኢች ዩኒቨርሲቲ ዝኸይድ ዓይነት ስቶሪ ወይ ፊት ዝገብር ስቶሪ ይቕይሮ ነይረ ሓንቲ ኤሰይ ወይ ሓንቲ ኤስኦ ብዝኩሉ ሳይኮንኩን ዝገብር ነይረ ማለት እዩ ካልእ ከም ፅቡቕ ድሓር ዝተምሃርኮ እዚ እቲ ፕሮጀክት ኣብቲ ዩኒቨርሲቲ ዝግበር ዘሎ እንድሕር ተዛሪብካሉ ወይ መንሽን እንድሕር ጌርካ ኣብቲ ኤስኦ ዋላ ናትካ ኢንትረስት ክሳብ ዶክተር ክርስቶስ ኢንትረስትድ ን ዶክተር ክርስቶስ ፕሮጀክት እንድሕር ኢልካ እቲ ናትካ ኢንትረስት ክሳዕ ክንደይ ኣብታ ዩኒቨርስቲ ናይ ብሓቂ ካብ ራንደም ኣፕላይ ትገብር ከምዚ ኣለካ ትዘር እዩ ሕጂ ከምኡ ዓይነት ፕሮጀክትታት ናትካ ድሌት ዘለካ ንክትኣቱን ዶክተራት ምስ ክትሰርሕ ምስ ዶክተርስ ዩ ወርክ ዊዝ ኣብቲ ዩኒቨርሲቲ ዘሎ ሜንሽን ምግባር እውን ከም ፅቡቅ ነገር ገይረ ይሓስቦ እዚአን ሓደ ሓደ ካብ ኩሉ ይገለፅ ኮን ክኸውን ንኽእል እየ ግን ሓደ ሓደ ካብቲ ዝተጠቐምኩሉ ኣፕላይ ክገብር ከለኹ እዚ ይመስል ፅቡቅ እታ ቀንዲ እዛ ናይ ኤስኦፒ ደምፃ ህዋሲ ኩላትና ማለት እዩ ኣብ ኤርትራ ከለና ኤስኦፒ ክንሰርሕ ከለና ከቢድ ኮይኑ ስለ ዝስምዐና መብዛሕትኡ ካብ ሰባት ሓቲትና ካብቶም ናትና ሲኒየርስ ድዩ ገለመለ ነት ናቶም ሞዲፋይ ጌርና ኢና ኣፕላይ ንገብር ነርና ሕጂ ኣብ ኣብዚ ምስ መጻኹ ንኣብነት ኣብ ናትና ዩኒቨርሲቲ ከም እቶም ኮሚተ ምሻ ኣለዎ ነቲ ተምሃሮ ሰሌክት ዝገብሩ ሰሌክቲንግ ኮሚተ ካብ ተምሃሮ ካብቶም ዘለዎ ኦልሬዲ ኤግዚስቲን ተምሃሮ ሓደ ታሽሚ ወስድዮም ሓደ ሪፕሬዘንታቲቭ ወስድዮም ሕጂ ንዓይ ምስ መረፁኒ ካብቶም ኣፕሊካንት ኣፕላይ ዝገብሩ ናብ ናትና ማስተርስ ማለት እዩ ይመቓቑልካ ተረዲእክኒ ምስቶም ሓሙሽተ ፕሮፌሰርስ ነይሮም ኣነ ሻድሻያ ማለት እዩ ተምሃሮ ይመቓቑልካ እሞ ትመርፅ ማለት እዩ ሕጂ ክንመርፅ ከለና ተምሃሮ ናብ ናትና ማስተርስ ዝኣትዉ እታ ቀንዲ ኣገዳስነት ሃብዋ ዝተባሃልና በቲ ናይቲ ዩኒቨርሲቲ ፕሪንሲፕል ማለት እዩ እታ ናቶም ግሬድ ፕላስ እታ ናቶም ኤስኦፒ ወይ ድማ እታ ሞቲቬሽናል ሌተር እያ ነይራ ሕጂ ሓደ ሰብ እንታይነቱ ክትገልፅ ክትፈልጦ ወይ እውን መን ምዃኑ ንክትፈልጦ ሲ እታ ስቴትመንት ኦፍ ፐርፐስ ቀላል እያ ተረዲእክኒ ንሳ እያ ንሓደ ሰብሲ ኢንዲቪጁዋላይዝ ትገብሮ መን ምዃኑ ትሕብረካስ ንሳ እያ ምክንያቱ ኣነ እንድሕር ካብ ሓደ ናይ ካልእ ሰብ ኤዲት ገይረ እንድሕር ሞዲፋይ ገይረ ገሊፀዮ ነብሰይ ኣይኮንኩን ዝገልፅ ዘለኹ ነብሰይ ኣይኮንኩን ዘላሊ ዘለኹ ነታ ዝፀሓፋ ሰብ እየ ዘላልዮም ዘለኹ ስለዚ ይርደካ ኢትስ ሪሊ ኢዚ ንዑስ ትራክ ክትገብሮ ብዛዕባ እቲ ጽሒፉ ዝዛረብ ዘሎ ሰብሲ መን ምዃኑ ንክትፈልጦ ሕጂ ዛትስ ዋይ ኣገዳሲ ኮይና ትስምዐን ዛትስ ዋይ ሃይተኪ ግን ጽቡቕ ከም ዝበልክዮ እታ ኢንዲቪጁዋላይዝ ምግባር ብጣዕሚ ጽብቕቲ ትመስል ሓንቲ ሓጻር ሕጽር ኣቢልኪ ክትነግርኒ ከለኺ ሊድያ ንኣብነት ሕጂ እቲ ናይ ዩኤስን ናይ ዩሮፕ ወይ ከዓ ናይ ኣውስትራልያ እቲ ታይም ፍሬም ናይ ኣፕሊኬሽን ይፈላለ እዩ ንኣብነት ናይ ዩሮፕ ሕጂ ክሳብ ወር ሓሙሽተ ወር ሽዱሽተ ይቕፅል እዩ እቲ ናይ ኣፕሊኬሽን ታይም ማለት እዩ ንሰፕተምበር ወይ ኦክቶበር ክላስ ንክጅምር ክሳብ ወር ሓሙሽተ ግዜ ኣሎ ናይ US ከ ከመይ እዩ ምክንያቱ ብዙሓት ሰባት ብዘይ ምፍላጥ እቲ ታይም ፍሬም ዝሓልፎም እሞ እቲ ግዜ ትራክ ኣብ ምግባር ዝሽገሩ ብዙሓት እንዲዮም ሓፈሻዊ ታሽሙ ክኾነና ናብ ኣድሚሽን ወይ ከዓ ናብ ስኮላርሽፕ ኣፕላይ ክትገብር ከለካ እቲ ታይም ፍሬም ናይ US መዓስ ይጅምር ኣቨሬጅ ማለት እዩ መዓስ ይጅምር መዓስ ከይውድእ ኦኬ ካብ ዩኒቨርሲቲ ናብ ዩኒቨርሲቲ ዝተፈላለየ ኮይኑ ረኪበዮ ዩዥዋሊ ናይ ፒኤችዲ ፕሮግራም ኣነ ፒኤችዲ ፕሮግራም ኤክስክሉሲቭሊ ደሊ ስለ ዝነበርኩ ፎል እዩ ዝጅምር ኩሉ ይኮነን ግን ፎል ማለት መስከረም ወይ ድማ ካብ ኦገስት ዝጅምር እዩ እቲ ፕሮግራም ኣብ ስፕሪንግ የለን ወይ ኣብ ጃንዋሪ ወይ ሚያዝያ ወይ ኣብ ከምኡ ዓይነት ዝጅምር ፕሮግራምስ ብዙሕ ይረክብ ኣይነበርኩ ውሑዳት ነይረን ግን መብዛሕቶም ኣብ ፎል እዮም ዝጅምሩ ሕጂ ንፎል ዲሳይድ ንክገብሩ ጀነራሊ ጃንዋሪ ፌብርዋሪ ዴድላይን ናይ ዝበዝሓ ዩኒቨርሲቲ ኣብ ጃንዋሪ ወይ ኣብ ፌብርዋሪ ኮይኑ ረኺበዮ ገለ ገለ ኣለዋ ዘናውሐኦ ግን መብዛሕትአን ኣብ ኣብ ጥርን ለካቲትን ዴድላይን ይዓፅዋ እየን ግን ካብ ዩኒቨርሲቲ ናብ ዩኒቨርሲቲ ስለ ዝፈላለ መጀመርታ ክትሪኣ ዘለካ ኣብቲ ናይ ሪኳየርመንት እቲ ዴድላይን ከዓ ናይ ኣፕሊኬሽንካ መዓስ እዩ ማለት እዩ
ፅቡቅ ኦኬ ሓንቲ ምናልባት ነቶም ብሓፈሻ ነዝሰምዕ ዘሎ ኢንተረስቲን ኮይኑ ረኪብዋ ዝብል ኣነ ዳይረክትሊ ካብ ባችለር ናብ ፒኤችዲ ኢካ ኣፕላይ ጌርኪ እዚ ሕጂ ኣይነው ያ ኢትስ ኮመን ኣብ ዩኤስ ወይ ድማ ኣብዚ ኤሮፕ ድማ ኢትስ ናት ኮመን ሕጂ ከመይ እዩ ማለት ክሳብ ክንደይ እዩ ተኽእሎ ዘሎ ካብ ዳይረክትሊ ካብ ባችለር ናብ ፒኤችዲ ኣፕላይ ናይ ምግባር ወይ እውን እቲ ካብ ባችለር ናብ ማስተርስ ኣፕላይ ኣፕላይ ናይ ምግባር ዘሎ ፍልልዩ እንታይ እዩ ኣይናይ ከ ተመራፂ
ሶ መጀመርታ ካብ ባችለርስ ዲግሪ ናብ ፒኤችዲ ኣፕላይ ንክገብር ኣነ እውን ኣይፈልጥኒ ነይረ ሓወይ እዩ ትኽኢልክሽ ናብ ፒኤችዲ ኣፕላይ ግበር ኢልኒ ሕጂ መጀመርታ ከምኡ ክብለኒ ከሎ ኣነ እውን ጋኒ ኮይንኒ ማሲ ከመይ ኖ ናብ ማስተርስ ትኸይድ ሽዑ ካብ ማስተርስ ናብ ፒኤችዲ ከመይ ገይረ እሞ ገለ ብሎ ነይረ ግን ኖ ጥራሕ እሱ እውን ድሒሩ ስለ ዝፈለጦ ማለት እዩ ድሒሩ ስለዚ ሕጂ ኢልክ ጥራሕ ናብ ፒኤችዲ ፕሮግራምስ ጥራሕ ኣፕላይ ግበር ብለን ኢሉኒ ከምኡ ከዓ ገይረ ማለት እዩ ግን እቲ ምክንያት መብዛሕትኣን ናይ ማስተርስ ፕሮግራም ኣንለስ ኤክስተርናል ስኮላርሽፕ ኣለካ ሶሪ ኣለካ እቲኦም ትምህርቲ ቱዊሽን ሓት እዮም ክትከፍል ከዓ ኣለካ ኣንለስ ኤክስተርናል ስኮላርሽፕ ወይ ኣብቲ ትምህርቲ ኣብ ሳፕላይ ዝተገብረ ስኮላርሽፕ እንድሕር ኣሎ ኮይኑ ዝኸፍለልካ እወ ግን ክትከፍል ይሓታኻ ናይ ፒኤችዲ ኣድቫንቴጁ መጀመርታ ካብ ሓደ ካብቲ ሪኳርመንት ማስተርስ ክህልወካ ምናልባት ሓደ ሓደ ከምኡ ክኾን ይኽእል እዩ ማስተርስ ክህልወካ ግን ኩለን ኣይብላን እየን ኣብቲ ሪኳርመንት ኩሉ ግዜ ባችለርስ ዲግሪ ክህልወካ ኣሎ ካልእ ሪኳርመንት ከዓ ኣሎ ማስተር ሳይድ ላኒን ካልኣይ እቲ ኣድቫንቴጁ እንታይ እዩ ናይ ፒኤችዲ ኣብ ትሕቲ ፒኣይ ወይ ፕሪንስቲፓል ኢንቨስቲጌተር ንብሎ ስለ ኩሉ ግዜ ትሰርሕ ብናቱ ግራንት ትኽፈል ኢኻ that is research assistant ድዩ teaching teaching assistant ኮንካ ስታይፐንድ ኣለካ ወርሓዊ ከዓ ትኽፈል ካልእ ቱሽን ነፃ እዩ ቱሽን ፍሪ ፎር ሞስት ፒኤችዲስ እንድዕ ከማን ዝኸፍሉ ኣይሰኣኑን ይኾኑ ግን ዝበዝሐ ዝሰምዖ ነፃ እዩ ቱሽን ዝተመራጸ ተወሳኺ ኣድቫንቴጅ ከኣ ትኽፈል ኢኻ ሕጂ እዚ ዓብ ኣድቫንቴጅ ክኸውን ይኽእል እዩ ስፔሻል ንኤርትራን ምክንያቱ ካብ ኤክስተርናል እንዳሰራሕካ ነብስኻ ሰፖርት እንዳገበርካ ኣደ ሴም ታይም ትመሃር ኣብቲ ትሰርሓሉ ዘለኻ ኣብቲ ናይ ባዕሉ ሪሰርች ትገብረሉ ዘለኻስ ብኡ ከኣ ዝትኽፈት ኣብ ትምህርትኻ ከለኻ ማለት እዩ ሕጂ ዓብ ኣድቫንቴጅ ኮይኑ ረኺበዮ እዚ እዩ ከዓ እቲ ኣድቫንቴጅ ማስተርስ ቨርስስ ፒኤችዲ ማለት እዩ ስለዚ ከምዚ እቲ ሪኳርመንት እውን ግድን ማስተርስ ክህልወካ ገለ ይቐልል ይኸውን እዩ ማስተርስ ዘለዎም ተምሃሮ ናብ ፒኤችዲ ፕሮግራም ንክኣቱ ሞር ኣድቫንቴጅ ኣለዎም ኢላ ሓስብ ምክንያቱ ሞር ኤክስፒሪየንስ ኣለዎም ናይ ሪሰርች ኹን ናይ ትምህርቲ ስለዚ you know ትካል ኣብ ትካል ደሲ ሲ ሞር ከም ከም እዚኦም ሲ ከም ሞር ኣድቫንቴጅ ዘለዎም ሰባት ኮይኖም ክኾኑ ክእልም ግን ኢምፖሲብል ኣይኮነን ንባችለርስ ዲግሪ ኢንፋክት ብዙሓት ሰባት ከዓ ካብ ባችለርስ ናብ ፒኤችዲ ዝመሃሩ ስለ ዘለዉ ስለዚ እዚ እዩ ነይሩ እቲ ምክንያት ናብ ካብ ባችለርስ ናብ ተኺለ ናብ ፒኤችዲ ኣፕላይ ንክገብር ማለት ሕጂ ኦኬ ናብ እቲ ቱዊሽን ፊ ድሕር ወይ ብገብሩልካ ኮይኖም ድሕር ዘይተኸፍል ኮይንካ እዚ ፉል ስኮላርሽፕ ጃስት ናተማሃርካ ገንዘብ ዝኸፍሉኻ ወይስ ከም ቲኤ ወይ ቲችን ኣሲስታንት ወይ ግራጁዌት ኣሲስታንት ኮይንካ ተገልግል ከመይ እቲ ኣሰራርሓ እቲ እቲ ቱሽን ናጻ ምዃኑ እቲ ትምህርቲ እዩ ዝዓጾ እቲ ምኽፋል እቲ ስታይፐንድ ኻኒ ካብቲ ፕሮፌሰርካ ግራንት እዩ ዝመጽእ ሶ እቲ ሪሰርች ኣሲስታንት ምዃንካ ኢኻ ትኽፈል ዘለኻ ሶ ፓርት ታይም ሪሰርች ኣሲስታንት ኢኻ ገለ ኣወርስ ኣብቲ ላብ ክትሕልፍ ኢኻ ስፐንድ ክትገብር ኢኻ እቲ ፒኣይካ ዝበለካ ላብ ወርክ ድዩ ዋላ ናይ ቲቺንግ ወርክ ድማ ክትገብር ኢኻ ሶ ዳትስ እሱ እቲ ክፍሊት ትኽፈሎ ዘለኻ ስታይፐንድ ዳትስ ፎር ዳት እቲ ቱዊሽን ዌቭ ምዃኑ ግን በቲ ትምህርቲ ጀነራል ንፒኤችዲ ስቱደንት ኣትሊስት ኣብዚ ትምህርትና ንጀነራል ንፒኤችዲ ስቱደንት ቱዊሽን ዌቭ ኦኬ ብጣዕሚ ፅቡቅ ሊድያ ሕጂ ካብ ኮሌጅ ኦፍ ሄልት ሳይንስ ኣስመራ ኮሌጅ ኦፍ ሄልት ሳይንስ ወይ ዩኒቨርሲቲ ኦፍ ኣስመራ ኦኬ ስፔሲፊካሊ ክንዛረብ ብዓውዲ ፋርማሲ ዝተመረቐ ብጣዕሚ ብዙሕ ሰብ ኣሎ እቲ ኦልቲሜት ጎል ድማ ንስኻ ትምነዮ ደረጃ እንተ ብትምህርቲ እንተ ብስራሕ ሒዝካ ናብቲ ትደልዮ ኤም ንምብፃሕ እንዲ ካብቲ ንኩላትና ከባድ ኮይና ወይ ሽግር ኮይና ዝረክባ ካባይ ጀሚርካ ማለት እዩ እቲ እቲ እቲ እቲ ሶርስ ምርካብ እቲ ኢንፎርሜሽን ምርካብ ኢትስ ቨሪ ክሪቲካል ተረዲእክኒ ስለዚ ነቶም ነዚ ዕድል ዘይረኸቡ ግን ስቲል ፋሕተርተር ኣብ ምባል ነዚ ዕድል ኣብ ምርካብ ነቲ ናይ ላዕለዋይ ደረጃ ትምህርቲ ድዩ ነቲ ዝበለፀ ካልእ ኮሚታት ዝተመሳሰለ ዕድል ድዩ ዘለዎም ሰባት ምሩቓት ናይ ፋርማሲ እንታይ ምኽሪ ትህቢ ማለት ክሳብ ክንደይ ቀሊል እዩ ወይ ክሳብ ክንደይ ክብፃሕ ዝኽእል ነገር ምዃኑ ሲ እንታይ ዓይነት ምኽሪ ምሃብክዮም ኤሪኮ ከምኡ ትገብር ምህላዋ ሕጂ ፅቡቅ ኣድቫንቴጅ ምክንያቱ እቲ ዕላማ ናይ ኤሪኮስ እቲ ቀንዲ እሱ ኮይኑ ስለ ዝስማዓኒ ማለት እዩ ነቲኦም ኣብ ዳያስፖራ ነቲ ኩሉ መገዲ ዝሓለፉ ፋርማሲስት ኤርትራውያን ኣብ ላዕሊ ደረጃ በፂሖም ዘለዉ ነቲ ገና ብሕጂ ክበፅሑ ዝደልዩን ነቲ ጋፕ ንምፅባብን ነቲ ኢንፎርሜሽን ከዓ ሳፕላይ ንምግባርን ዝተመስረተት ስለ ዝኾነት ኣዝዩ ፅቡቅ እዩ ሓደ ካብቲ ክገብርዎ ዘለዎም ንኤሪፕኮ ጆይን ምግባር ኢለ ይሓስብ ምክንያቱ ኣክሰስ ክረክቡ እዮም ኩሎም ዝደልዎም ዓይነት ሰባት who are ready to help them ፅቡቅ ነገሩ ማለት እዩ ካልኣይ ግድን ኣይኮነን ሕጂ ኣነ ኮርስ ፐርሰናሊ ኣሕዋተይ ከም ዝነበሩ ንገለ ነጊረካ ግን ግድን ኣሕዋትካ ዘይትፈልጦም ሰባት እውን ስኢልካ ከምኡ ዓይነት ኤክስፒሪንስ ኣለዎም ኢልካ ትሓስብ ንድሕር ኮንካ ስኢልካ ንዕኦም ሪች ኣውት ምግባር እውን ፅቡቅ ነገር እዩ ኢለ ይሓስብ ሕጂ ኣብ ሊንክድኢን ዋላ ኣለው ሕጂ ሓደ ሓደ ግዜ ገለ ካብ ዝሓለፈ ዝተምሃርኮ ነገራት ኣብ ሊንክድኢን ድሕር ከም ኤክስፒሪየንስ ኣነ ዝደልዮ ወይ ከምቲ ኣነ ክበፅሖ ዝደሊ ኤክስፒሪየንስ ኣለዎም ኢለ ሓሲበ ስእሊ ኣብ ሊንክድኢን ይፅሕፈ ኣለዎም መብዛሕትኦም ከዓ ብጣዕሚ እዮም ዝሕጎሱ ንክሕግዙካ ማለት እዩ ገለገሊኦም ኣይምልሱልካ ንኾኑ ግን ዩ ሶ ኢንፎርሜሽን ንክትረክብ ሲ መንቶርስ ክትረክብ ኣለካ ማለት እዩ መንቶርስ ከዓ ካብ ኩሉ ዓይነት ሰብ ክመፅእ ክእል ካብ ሓወኻ ካብ ዘይ ሓወኻ ፍረንድ ኩሉ ዓይነት ሰብ ሰው መጀመርታ ክገብርዋ ዝደልዩ ነገራት ዘለዎም ነገር እስ ፋይን መንቶርስ ኣነ መጀመርታ መንቶር ሙልጌታ ሕጂ ክብለካ ፅንሐ ሙልጌታ ርእሶም ብጣዕሚ ብዙሕ ብዙሕ ሓጊዙኒ ቮለንቲር ክገብር ክገብር ከለኹ ብጣዕሚ ቢዚ እዩ ግን ኩሉ ግዜ እቲ ዘድሊ ኢንፎርሜሽን ወይ ዘድሊ ነገራት ንክህበኒ ሪሰርች ከመይ ጌርካ ትገብር እንታይ ዓይነት ሕቶ ክትሓት ኣለካ ሊትል ቢትስ ኦፍ ኢንፎርሜሽን ግን ዓብዪ ፍልልይ ከምፅእ ዝኽእል ኢን ዘለዎም ራን ማለት እዩ ሕጂ መንቶርስ ምርካብ ኣዝዩ ኣገዳሲ እዩ መንቶርስ ንክትረክብ ከዓ ክትስከፍ ወይ እሞ ኣይፈልጦን እየ ገለ ኣይፈልጣን እየ ዘይኮነስ ጀስት ሕተቶም ምክንያቱ ናይ ብሓቂ ከዓስ መብዛሕትኦም ኤርትራውያን ንክሕግዙኻ ቅሩባት ኮይኖም ስምዑኒ ገሊኦም ተዘይ ሓጊዞምኻ ወይ ተዘይ መሊሶምልካ ከኣ ጀስት ሙቭ ኦን ቱ ዘ ኔክስት ወን ሶ ያ ስለዚ ክብጻሕ ከም ዝኽእልን እታ ዝኸበደት ነገር ድማ ምብጋስያ ማለት እዩ።
በቃ እቲ ኢንፎርሜሽን እዩ ዘገድሰካ ምሽ ጀስት ከመይ ጌርካ ትበፅሓ ኣይበፅ ከምዚ ንክትበፅሖ ከም ትኽእል ኦፍኮርስ ዩ ካን ኣነ እንድሕር በፅሐዮ ካልእ ሰብ ተበፂሕዎስ ንምንታይ ንስኻ ሓደ እንድዩ እቲ ዩ ቨሪ ሲሚላር ባክግራውንድ እዩ ዘለና ግን ናብኡ ንክትበፅሕካ ኢንፎርሜሽን እዩ ዘገድሰካ ማለት እዩ ኢንፎርሜሽን ካኣ ካበይ ኢካ ትረክቦ ካብ እቲ ኦሬዲ በጺሕዎ ዘሎ ሰብ ሶ ነቲ ከምኡ ዓይነት ሰብ ተዘራሪብካ እንታይ ክገብር ከም ዘለካ ፈሊጥካስ ናብቲ ዝግባኣካ ቦታ ምብጻሕ ጥራሕ ያ እዚኣ ጽቡቕ ናቱ ሲ ከም ዝበልክዮ ሕጂ እዚ ማሕበር ኤሪብኮ ካብቲ ቀንዲ ቀዳማይ ዕላማታቱ ከምዚ ነቲ ሰብ ተጠርኒፉ ሲ ናብቲ እንሕድና ተሓጋጊዝና ኣበልና ነብናትና ዕላማና ንምብጻሕ እንድዩ ሓደ እሱ ኣሎ ከም ዝበልክዮ እዛ ናይ ሊንክዲን ኣነ እውን ብጣዕሚ ሓጋዚት ኮይና ረኺበ እያ ምክንያቱ ምስ ብዙሕ ዓይነት ሰብ ትላለ ኢኻ ኤቭሪ ታይም ነቲ ናትካ ኢንፎርሜሽን ኣብዴት እናገበርካ እቶም ንስኻ ክትረኽቦም ትደሊ ዓይነት ሰባት ምስ ናትካ ፊልድ ምስ ናትካ ዕላማ ተመሳሳልነት ዘለዎም ብዙሓት ሰባት ኣለዉ ስለዚ ሶሻል ሚድያ ንበሎ ብጣዕሚ ብዙሕ ኣድቫንቴጅ ኣለዎ ብጀካ ካብ ሊንክድን ወፃኢ እውን ዚንግ ዝበሃል ኣሎ ዋላ እውን ኣብ ፌስቡክ እውን ድሕር ፕሮፐርሊ ተጠቂምካሉ ሲ ናብ ናትካ ረብሓ ክተውዕሎ ትኽእል ኢኻ ምክንያቱ ምስቶም ዲዛይር ትገብሮም ሰባት ሲ ኮኔክት ትገብረካ ክእል እዩ ማለት እዩ ብጣዕሚ ፅቡቅ ሊድያ ኣብ ኣጋ ምውዳእና ኢና ግን ሓንቲ ኣገዳሲት ኮይና ዝረኸብኩዋ ኦኬ ሕጂ ኣብ ፈርስት ዮር ተምሃሪት ናይ ናትኪ ናይ ፒኤጂ ፕሮግራም ኣለኺ ትምህርቲ ምስ ጀመርኪ ካብታ ቀዳመይቲ ቻለንጅ ዶ ንበሎ ወይስ ቁርብተይ ኦብስታክልስ ንበሎ ማለት ካብ ካብ ሓደ ሃገር ናብ ሓደ ሃገር መጺኻ ኣብ ዘይትፈልጦ ኤንቫይሮንመንት ኣብ ዘይትፈልጦ ኩሉ እቲ ወላ እቲ ኤክስፒሪየንስ እውን ንበሎ ቁርብተይ ክብድ ክብል ዝኽእል ይኸውን እዩ ስለዚ ካብቲ ዘጋጠመኪ ቻለንጅ እታ እንሻ ብፍሉይ ትዝክርያ እንታይ ነይራ
እቲ ቻለንጅ ኣሎን ነይሩን ይቕፅል ኣሎን ማሲ እቲ ቻለንጅ ኩሉ ግዜ እዩ ዘሎ ኖት ኣነስ ደሓነ ተዳልየ ኢልካ ብርእስኻ ክትሓስብ ትኽእል ኢኻ ግን ሓድሽ ሃገር እዩ ሓድሽ ፕሮግራም እዩ ኩሉ ነገር ሓድሽ እዩ ወላ እውን እቲ እቲ ናብራ ኣብ ኣሜሪካ ወይ ኣብቲ ዌስት ን ጀነራል ሲ ከምዚ ኣነስ ደሓን ምስ ዌስት ካልቸሮም ፈልጦ እየ ፊልም ርኢ ነይረ እየ ገለ ኢልካ ክትሓስብ ትኽእል ኢኻ ግን ስቲል ኩሉ ነገር ይሕድሸካ እዩ ክሳዕ ክንደይ ሓበሻ ምዃንካ ከማን ሽዑ እዩ ዝረኣየካ ዝፍለጠካ ማለት እዩ እቲ ኣብቲ ትምህርቲ ከዓ ብዙሕ ቻለንጅስ ኣሎ እቲ እቲ ኤክስፔክት ትገብሮ ንስኻ ዝለመድካዮ ኣብ ኣንደርግራድን ሕጂ ኤክስፔክት ትግበሮን ትገብሮ ንስኻ እውን ክፈላለ ክእል ኣዝዩ እውን ይፈላለ እዩ መጀመርታ ካብቲ ቻለንጅስ መጀመርታ ኢኒሻሊ ካብተን ቻለንጅ ኮይና ዝረኸብኳ ኮርስስ መጀመርታ ምስ መፅኹ ኮርስ ሊስት ሂቦምኒ ንድ ክንዲዚ ክሬዲት ሚኒማም ክትወስድ ኣለኪ ንድ ምረጺ ኢሎምኒ እቲ ኮርስስ ሕጂ ዒስራ ገለ እዩ ኣነ ከኣ ካብዐን ኣርባዕተ ገለ ክመርጽ ኣለኒ ሕጂ ፕሮፌሰረይ ሽዑ ኣብ ኣብ ኣብቲ ናተይ ስቴት ኣይመጸን ነይሩ ኣብቲ ዩኒቨርሲቲ መጸን ነይሩ ሶ ባዕለይ ክውስን ነይሩኒ ኣነ ዝፈልጥ ኣብ ኣንደርግራድ ዩ ኖ ከምዚ ኮርስስ ክትወስድ ዲኻ ኣብ ሓንቲ ሰሚስተር ብልካ ስኻ ከዓ ትወስዳ ሕጂ ግን ክመርፅ ነይሩኒ ባዕለይሲ እተን ዘድልያኒ ኢለ ዝሓስበንስ ክመርፅ ነይሩኒ እቲ ፕሮጀክት ዩዥዋሊ ኮርስስ ክትመርፅ ከለኻ ናብቲ ናትካ ፕሮጀክት ና ትዊክ እንዳገበርካ ኢኻ ትመርፅ እቲ ፕሮጀክት ስቲል ሓድሽ እዩ ነይሩ ንዓይ ጥዑይ ገይሮም ነቲ ፕሮጀክት ማሲ ኮርስ ብዛዕባ ምንታይ እዩ ይፈልጦ ነይሩ ግን ኣብ ምንታይ ዓሚቐ ክፈልጥ ዘለኒ ስቲል ኣይተረዳኣንን ኣይፈለጥኩን ነይረ ስለዚ እቲ ኮርስስ ንምምራፅ ሲ እንተ ክገብር ገለ ማሲ ቁሩብ ከቢዱኒ ኢንፋክት ኣይ ሓንቲ ካብተን ኮርስ ከማን ዘየድልያ ንኮይነን ፀኒሐን ካብተን ዝወሰድኩወን ግን ኤኒዌይስ ሓደ ካብቲ ጌጋታት ትገብሮ ማለት እዩ ካልኣይ እቲ እቲ ላብ ኣብቲ ላብ ትኸይድ ብዙሓት ኢኩፕመንት ኣለዋ ብትዮሪ ትፈልጠን ኢኻ ኣብቲ ኣብቲ ዓድና እውን እቲ ናይ ላብ ሕፃ ጥራሕ ዘይኮነስ እተን እተን ኢኩፕመንት እውን ናይ ቀደም እየን እዚአን ከዓ ሞር ኣድቫንስ ደን ዋላ እታ ፓይፐት ንበዓላ ሲ እታ ትፍስኻ ትፈልጣ ፓይፐትን ንሶም ዝጥቀሙላ ፓይፐትን ክሳዕ ክንድኡ ይሕድሸካ ዩ ዶንት ኖ ሃው ቱ ዩዝ ዳት ፐርፈክት ሕጂ ኩሉ ነገር ንእሽተይ ነገራት ይሕድሸካ ሶ ሳምታይምስ ኣት ሳም ፖይንት ከምዚ ኣውት ኦፍ ፕሌስ ነብስኻ ሲ ትሕድ ዋት ኣም ኣይ ዶይንግ ሂር ዝዓይነቱ እውን ክስምዓካ ክእል እዩ ምክንያቱ ኤቭሪባዲ እንታይ ይገብሩ ኣለዎ ፈልጡ ኣለዎ ኮይኑ ስምዓካ ንስኻ ከዓ ቁርብ ሎስ ትኸውን ማለት እዩ ግን ካብተን ውሕዳት ዝዝክረን ቻለንጅስ እዚአንን እቲ ቻለንጅ ከም ዝበልኩኻ ግን ኩሉ ግዜ ኣሎ ግን ካብ መዓልቲ ናብ መዓልቲ በብቆሩብ እንዳቐለለ ይኸይድ እንዳቐለለ ይኸይድካ ተስፋ ገብር ያ ኣይ ሚን ዘበልከዮ እዩ ንኩላትና ሲ ኣይ ቲንክ ኢትስ ቨሪ ሲሚላር ሲትዌሽን ኣብ ብዙሓት ክዕሉካ ከሎ ወላ ፐርሶናሊ ንዓይ ከም ዘጋጠመኒ እውን ቴዎሪ ምስ ጀመርካ ሽግር የብሉን ማለት ብቴዎሪ ተማሂርና ፅቡቅ ታሽም ጌርና ክትመሃር ከለካ ክላስ ኢትስ ናት ዳት ዲፊካልት ላብ ምስ ከድካ ነገራት ይቀያየር ማለት እዩ ምክንያቱ እቲ ተማሂርና ኢና ቁርብተይ ግን ስቲል ናትና ዝነበረ ናይ ኤክስፒሪንስ ምስ ምዝብ ዘሎ ቁርብተይ ፍልይሊ ይብል ሰው ኣነ እውን ከምኡ ዓይነት ሽግር ኣጋጢምኒ ላብ እቱ ምስ በልና ና ዝበልክያ እታ ፓይፐት ከማን እንታይ ብከመይ ትጥቀመላ ሲ ኣርባዕተ ሓሙሽተ ዓይነት ፓይፐት ተቐሪብልካ ነየ እንታይ ጥቀም ካብኡ ዝኸበደ ከዓ ሓንቲ ፕሮፌሰር መፅያ ሓደ ዝኾነ ናይ እዚ ሂማን ኢምብሪዮን ሴልስ ነይሩ ናይ ኪድኒ ሴልስ መፅኡ እዝን ካሞ ከምዚ ግበሩ ኣይዞሌት ጌርካ ካልቸር ጌርኩም ከምዚ ግበሩ ኢላ መምርሒ ሂባትና ጥራሕ ከይዳ ሕጂ ናይ ፎሬን ላንጉጅ ነይሩ እዚ ረዲክኒ ግን እቲ ሓንቲ ኣምላ ዝበልክያ እቲ ሓንቲ ታሽም ዝረኣኳ ስቲል ቻለንጅ ኣሎ ንቐፀለ ድመፅእ ሰብ እንድሕር ትሓትት ኮይንካ ናትካ ሃብቶም ክላስሜትስ ናትካ ሃብቶም መማህርትኻ እንድሕር ፍሬንድስ ጌርካ እንድሕር ግልፂ ኮይንካ ማለት ከምዚ ዓይነት ኤክስፔሪንስ ሓፅረ ዲሞ ሓግዙኒ ከምዚ ትራንስፓረንት ምዃን ምስ ናትካ ፒኣይ ዝበልክዮ ሲ ውፅኢታዊ እዩ ብዝኾነ ንሎማዓንቲ ዘዳለኹን ሕቶታት ወይ እውን እቲ ሌላ እዚኤን እየን ነይረን ሊድያ ምናልባት ተወሳኺ ተለኪ ክትብልዮ ወይ ከተመሓላልፍዮ ትደልይ መልእኽቲ እንተሎ ንሽቲ ዕድል ትበጊ
ሶ ኣብ መወዳእታ ከም ምኽሪ ነቲኦም ኣፕላይ ዝገብሩ ዘለዉ ኢለ ዝሓስበን ቀዳማይ እንታይ እንታይ ክትምሃር ትደሊ ላዕለዋይ ደረጃ ክበፅሕ ይደሊ ትብል ትኽእል እንዲኻ ግን እንታይ እንታይ ልክዕስ እንታይ ካ ክትምሃር ትደሊ ዘይክትፈልጦ ትኽእል ኢኻ ሰው ነታ ንዓ ንክትፈልጣ ከምኡ ዓይነት ላግዠሪ ኣይክህሉን ይኹን ኣይክህሉን ይኽእል ይኸውን ኩሉ ግዜ ግን እንታይ ካ ክትምሃር ትደሊ ምፍላጥ ስቆይ ስማዓኒ እዚ ድማ ኣብቲ ኣንደር ግራድን ኣብቲ ቅድሚ ኣብኡ ኣብቲ ናይ ምረቓን ግዜ ዘሎ ግዜ ትፈልጦ ኮይኑ ስማዓኒ ኣነ ፐርሰናሊ ቮለንቲር ክገብር ከለኹ ፋርማኮቪጂላንስ ሰንተር ኣብ ኤር ናይ ኤርትራ ኣብ ምስ ሙልጌታ ርእሶምን መሳርሕቱን ማለት እዩ ሽዑ እዩ በሪህለይ እንታይ ዓይነት ጋፍ ኣሎ እስቲ ኣብ ምንታይ ከ ክነጥፍ ደሊ ጀነራል ሲ ኣብቲ ሽዑ ፅቡቅ ገይሩ ነፅዮለይ እሱ ከዓ ኣዝዩ ኣዝዩ ኣገዳሲ ኮይኑ ተራእዩኒ ብዛዕባ ሪሰርች ምፍላጥ ሪሰርች እንታይ ከዓ ክትከብር ትደሊ ከመይ ጌርካ ፓብሊሽ ትገብሮ ምፍላጥ ሳልሳይ ኣፕላይ ኤርሊ ኣፕሊኬሽን ከምዚ ሰሙ ምስ ተረፈታ ክልተ ሰሙ ምስ ተረፈታ እቲ ኣይ ንስኻ ሞር ትፈልጥ ትኸውን ዮኤል ግን እቲ እቲ ኣፕሊኬሽን ክመፅእ ከሎ ከም ዝመፀ ኢኻ ረቪው ትገብሮ እቲ ስፔስ እንድሕር ኦልሬዲ ተወሲዱ ንዓኻ ዝፅበ ሰብ የለን ክሳዕ መወዳእታ ኩሎም ይወድኡ እሞ ድሓር ክስታይ ንምረፅ ገለ ኣይኮነን ከም ምምፁ ኢኻ ተእትዎ ስለዚ ኣፕላይ ኤርሊ ካልእ ምስ ኣብ ፕሮፌሰራት ኣብ ዩኒቨርሲቲ ዳይረክትሊ ኢመይል ምግባር ውን ሓጋዚ ኮይኑ ረኺበዮ። እታ ናይ ኣውስትራልያ ዝረኸብኩዋ ኦፈር ብኸምኡ እያ ነይራ ምስቲ ከምኡ እዩ ኣክቹዋሊ ፕሮግራም ናይ ኣውስትራልያ ፍሉይ ዘብሎ መጀመርታ ምስቲ ፕሮጀክት ፒኣይ ወይ ምስቲ ፕሪንሲፓል ኢንቨስቲጌተር ምስ ፕሮፌሰር ክትዛረብ ኣለካ እሱ if he says okay ሕራይ እንድሕር ኢልካ ሽዑ apply ትገብር but your application is almost guaranteed ማለት እዩ እሱ ሕራይ ስለ ዝበለ so ወላ in reverse ካ ወላ ናብ ኣሜሪካ ዲ ናብ ኤሮጳ apply ክትገብር ከለካ ምስቶም um, ፕሮፌሰራት ምዝራብ ኢንተረስት ናትካ ምርኣይ ምክንያቱ ኩሉ ግዜ ሕጂ እውን ከም ትሪኦ ትኸውን ኢካ ዩኤል ኩሉ ግዜ ይደልዮም ኦ ኣይ ኖው ኣም ሉኪንግ ፎር ኣ ስቱደንት ገለ ኣብሉካ ምሽ ሕጂ ናትካ ሓደ መጽዩ ብኢሜይል ኣነስ ከምዚ ፕሮጀክትካ ፎሎ ገብረ እሞ ከምኡ ዓይነት ከ ኢንትረስት ኣለኒ ክብሎም ከለዉ ተሓጒሶም እዮም ዘንብብዎ and they want to look into it so directly ምስቶም ፕሮፌሰራት ምዝራቡ ከም ጽቡቅ ነገር ገይረ ይሓስቦ ካልኣይ መወዳእታ ነገር ከኣ ኣፕላይ ጌርካ ኖ ኖ ዋላ እንድሕር ኢሎምኻ ኖ እስኻስ ፍናረ ጉድ ፊት ገለ እንድሕር ኢሎምኻ if it's possible ኢሜይል ግበረሎም and ሪኮንሲደር ክገብሩ ሕተቶም መጀመርታ ነገር ወይ ሕተትዮም ካልእ ከዓ እቲ ምክንያት ክነግሩካ ምሕታቱን ፅቡቅ ምክንያቱ እቲ ናትካ ሊሚቴሽንስ ፈጥካ ሪኣፕላይ ክትገብር ከለካ ናብታ ዩኒቨርሲቲ ወይ ናብ ካልእ ዩኒቨርሲቲ እንታይ ከመሓይሽ ከም ዘለካ ትፈለጥ ዝበዝሑ ምልሱልካ እዮም ገሊኦም ምናልባት ዘይምልሱ ክኾኑ ይኽእሉ እገንታ ናይ ኣውስትራልያ ኤግዛምፕል ከምፅኣሲ ኢንተርቪው ገለ ኩሉ ምስ ገበሩለይሲ ናይ ላብ ኤክስፒሪየንስ ክሲ ቁሩብ ሊሚትድ ኮይኑ ረኪብናዮ እሞ you cannot go into this program ግን maybe ናብ ሞር ፊት ዝኾነ ናብቲ ናትኪ ግን ናብዚኣ ኣፕላይ ግን ክትገብሪ ትኽእል ኢኺ ኢሎም ከም ምኽሪ ሲ ነጊሮምኒ ኢሰንሻሊስ ኖ ኢሎምኒ ማለት እዩ ሽዑ ምስ ኣሕዋተይ ገለ ተዛሪበ ጀስት ኣስለም ቱ ሪክንስደር ገለ ኢሎም መኺሮምኒ ምስ ሓወይ ተዘራሪቦም ማለት እዩ ኣነሲ እዛ ፕሮግራም እየ ስፔሲፊካል ደልያ ናይ ልብካ እታ ፕሮግራም ስፔሲፊካል ደልያ ነይሮ ምክንያቱ ናይ ኣንቲባዮቲክ ረዚስታንስ እዮም ዘፅንዑ ነይሮም እዛ ፕሮግራም ስለ ኣይ ኖ ሊሚቴሽን ኣሎ ግን እዚኣ ፕሮግራም እንድሕር ክተእትውኒ ትኽእሉ ኾንኩም እሞ ካልኣይ ከዓ ኣብቲ እቲ ክብሎ ዝደሊ ነገር ኣይበልኮን ኾን ክእል ግን እቲ ሊሚቴሽን ዋላ እንተሎስ ፕሮብለም ሶልቪንግ ስኪል ዩ ናብ ሳልሳይ ዓለም ስለዝተወለድካ እቲ ሊሚቴሽንስ ክህሉ ክእል እዩ ግን እቲ ፕሮብለም ሶልቪንግ ስኪል ከዓ ዕፅፊ እዩ ካብቲኦም ዘለዉ ሰባት ማለት እዩ እቲ ንክትመሃር ምድላይ ቀልጢፍካ ነገራት ክትሕዝ ምድላይ እውን ዕፅፊ ክኸውን ይኽእል ሶ ነዚ ሃይላይት ገይረ ሪኮንሲደር ክገብሮ ሓቲተዮም ሶ ናይ ብሓቂ ሪኮንሲደር ገይሮም ሓደ ሓደ ቴስት ሂቦምኒ ሽዑ ከኣ they accepted me ማለት እዩ so I I ነቲኣ reconsider ግበሩ ምባልሲ ከም ማራ advantages ገይረ ሓሲበ ምክንያቱ ኦ በቃ no no ኢሎምኒ ኢለ እንድሕር give up ተዝገብር ነይረ um እንደገና ጽማሲ እሶም ከዓ ሕራይ ኢሎም Mm. ናብ ካልእ ተምሃራይ መቐጸሉ ማለት እዩ so um and then don't give up ማሲ it's all possible ኩሉ ይከኣል እዩ ኩሉ ክብጽሕ ይከኣል እዩ ስለዚ uh, ተስፋ ከይቆረጽኩም ተስፋ ከይቆረጽክን ኩሉ ግዜ ኣፕላይ ጌርክን ናብቲ ዝደልዎ ሕልሚ ናብቲ ዝደልዎ ደረጃ ንክበፅሑ ይላበዎ ማለት እዩ የቀኒለ ያኤል
ብጣዕሚ የቀኒልና ሊድያ ኣነ እውን ኣብቲ ናትኪ ናይ ትምህርቲ ግዜ ፅቡቅ ዕድል ይምነየልኪ እቶም ናትና ሰማዕቲ ድማ ካብዚ ሓፂር ኢንፎርሜሽን ካብዚ ሓፂር ዝርርብ ዘድልዮም ኢንፎርሜሽን ረኪቦም ዝኾነ ከሲቦም ክኾኑ ተስፋ ገብር ከምኡ እውን ከምዚ ኣዲምና ዝበልናዮ ናብቲ ማሕበር ማሕበር ኤሪኮ ፈሎ ክገብርዎ ጆይን ክገብሩ እሞ ዝበለፀ ኢንፎርሜሽን ክረኽቡ ዝበለፀ ኣሲስታንት ክረኽቡ ድማ ተስፋ ገብር ብዝኾነ ተኸታተልትና ንሎማዓንቲ ኣቕሪብናዮ ዝነበርና ሓፃር ኢንተርቪው ንበላ ዝርርብ ንበላ ምስ ሊድያ ሓጎስ ኣብዚ ወዲእና ኣለና። ኣብ ዝቐጸለ ድማ ምስ ኤሪኮ ብዝተፈላለየ መደባትን ካልእ ከምኡ ዝመስል ነገራትን ከነቕርበልኩም ክንፍትን ኢና። ክሳብ ሽዑ ድማ ሰናይ ግዜ ንምነየልኩም።